ብዙሕ እዋን ክንሓስቦ ከለና ከም ቃል ኣልዕል ቢልናዮ ጥራይ ኢና ንኸይድ። ግን ከዓ ማዕረ ክንደይ ሓይሊ ኣለዎ ኸዓ ኩላህና መምስ በፅሖ ሰብ ይፈልጦ እዩ ማለት እዩ። ከይበጻሓካ ኣብቲ ኩነታት ከይወረድካ ግን ከተትግብሮ ተፈቲንካ ግን ኩሉ ግዜ ሕጉስ ዝኾነ ህይወት ክትመርሕ ኢኻ። ኩሉ ግዜ ቁሱም ዝኾነ ህይወት ከተማእዘን ኢኻ ማለት ንሱ ከዓ እንታይ እንተይልና ፕራይቬሲ ማለት እዩ ፕራይቨሲ ኢዝ ፓወር ክብሉ ሰሚዕና ዝሰምዕ ኢና ኣብ ዝተፈላለዩ ነገራት ንሰምዕ ኢና ግን ከነተግብሮ ዲና ኢልና ከዓ ክንሓስብ ክንክእል ኣለና ሕጂ ልሙት ኮይኑ ደሎ ኣብዚ ማሕበራዊ ሜድያ መፂኻ ብዝሓስካ ሒስካ ውልቃዊ ጉዳያትካ ሒስካ ናብ ማሕበራዊ ሜድያ ምጉያይ ኣብኡ መፂኻ ሙሉ መዓልቲ ክትዛረብ ትውዕል እሞ ብዙሕ ሰብ ከኣ ነቲ እስኻ ትብሎ ጽን ኢሉ ክሰምዓካ ውዕል ከብለካ ውዕል ደሓራይ ከኣ ብጉልባቡ እቲ ክውንነትካ ምስ ተቐየረ ከኣ ተዘናጋጺ ንምርካብ ከኣ እንዳነባዕኻ ዘርባዕባዕ እንዳበልካ ዘይተወደነ ሓሳባት ሒዝካ ከም ብሓድሽ ከኣ ነቲ ሕብረተሰብ ትምልሶ ማለት እዩ ስለዚ ከምዚ ክትከውን የብልካ ምስ ሰባት ሓሳባት ሸር ምግባር ሽግር ኣይኮነን ኣንቱም ሰባት ግን ከኣ ምስ መን ሸር ከም ትገብር ከም ዘለካ ክትፈልጥ ክትክእል ኣለካ። ሰርክል ናትካ ጸቢብ ክኸውን ክኽእል ኣለዎ። ናይ ቢዝነስ ሓሳባት ዲኻ ደሊኻ ደለኻ? ናብ ቢዝነስ ዝወስኻ ሓሳባት እንድሕር ኮይኖም ምስ ዘይምልከቶም ንዕላል ክትገድፎ ክትክእል ኣለካ። ሰርክልካ ጸቢብ እንተኾይኑ ሓደ ሓሳብካ ሙሉእ ኣብታ ሓሲብካያ ደለኻ ፕሮጀክት ከተውዕሎ ኢኻ። እቲ ኤነርጂ ናትካ ብምሉእ እንታይ ክኸውን እዩ? ናብታ ሓሲብካያ ደለኻ ነገር ከተውዕሎ ኢኻ። ምስ ብዙሓት ሰባት ቅድሚ ክውንነቱ እንድሕሪ ተዕልል ኮንካ ግን ሓሳባትካ ናትካ ኣእምሮኻ ብምሉእ ሓይሉ ብምሉእ ናጽነቱ ናብቲ ሓሲብካዮ ዘለኻ ደይኮነ ደብል ናበይ ይደብል እንተይልና ናብቲ ድመጸካ ኦፒኒንስ ናብኡ ይደብል ንዕኡ ክምልስ እዩ ዝውዕል ንዕኡ ክገማድሕ እዩ ዝውዕል ስለዚ ጉዕዘኻ ብጸጥታ ክኸውን ክኽእል ኣለዎ ጉዕዘኻ ብሳይለንስ ክኸውን ክኽእል ኣለዎ እንትም ሰባት ኣብዛ ዓለም እዚኣ ጥዑያት ሰባት ኣለዉ፣ ኣብዛ ዓለም እዚኣ ሕማቓት ሰባት ኣለዉ። ነዞም ጥዑያት ሰባት ንሕማቓት ሰባት ቅድሚ ምዝራብካ ግን ምሉእ ፓወር ዘለካ ብዛዕባ ናትካ ጉዕዞ ብዛዕባ ናትካ ዓወት ባዕልኻ ኢኻ ማለት እዩ። ስተርሶ ናይ ህይወትካስ ባዕልኻ ኢኻ። ሓንቲ ነገር ትገርመኒ ኣላ ምስጢር ኢለ ነጊረዮስ ነጊርለይ ምስጢር ኢለ ነጊረያስ ነጊራትለይ ዝበሃል ኣሎ። ኣንቱም ሰባት እቲ ምስጢር ኢልካ እስኻ ትዛረቦ ዘለኻ ንሰብ እንድሕሪ ትነግሮ ኣለኻ ኮንካ እስኻ ደይጸርካ ነቲ ካልእ ሰብ ክጸረልካ ምጽባይ ማለት ከመይ ክከውን ይኽእል እዚ ንስኻ ንባዕልኻ ከቢድካ እንድሕሪ ነጊርካ ኣለኻ ኾንካሲ እቲ ሓዘ ሰብ ከመይ ኢሉ ክነግረልካ? ስለዚ ውሕስነት ናትካ ከተረጋግጽ ወይ ከዓ ምስጢራውነት ናትካ ከተረጋግጽ ተኾንካ ንስኻ ሃንድል ክትገብሮ ክትክእል ኣለካ። ምስ ሰባት ሓሳባት ሸር ምግባር ጌጋ ኣይኮነን። ምስ ሰባት ሓሳባት ምልውዋጥ ጌጋ ኣይኮነን። ምስ መን ትለዋወጥ ግን ክትፈልጥ ክትክእል ኣለካ። ስለዚ ዳሕራይ እሱ ጥራይ ኣይኮነን ሓደ ነገር ቅድሚ ምንጋርካ ቅድሚ ምባልካ ብዛዕባ እዚ ነገር እዚ እንድሕሪ ተዛሪበ ብዛዕባ እዚ ሓሳብ እዚ ምስ ኩስቶ ሸር ተገይረሲ እዚ ሰብ እዚ ከም ከምዚ ኣነ ዝብሎ ዘለኹ ናብ ካልእ ሰብ ተብፂሕዎሲ እቲ ሳዕቤን ክጻወሮ ክእል ዶ ኢልካ ክትሓስብ ክትክእል ኣለካ። ሓሳብ ናይቲ ኣምጺኻዮ ደለኻ ዛዕባ ናቱ ኮንሲኮንስ ክትጻወር ንነብስኻ ድልውቲ ክትገብራ ክትክእል ኣለካ። እምበር ንሱ ንዓይ ክዕቅበለይ እዩ ኢልካ እንድሕር ትሓስብ ኣለኻ ጌጋ እዩ። ስለዚ ኩሉ ግዜ ንሕና ክንጸሮ ዘይከኣልና ካልእ ሰብ ክጸረልና ኢልና ክንሓስብ የብልናን ካብዚ ክንወፅእ ተኮይና ኩሉ ግዜ እንታይ ክንገብር ኣለና ጉዕዞና ብሳይለንት ክኸውን ክኽእል ኣለዎ ጉዕዞና ባዕልና ከነማእዝኖ ክንክእል ኣለና ንሱ ነግሮም ሰባት ምስጢርና ነካፍሎም ሰባት ውሕዳት ክኾኑ ክኽእሉ ኣለዎም ብዝተኽኣለና መፀን ተኽኢልና ባዕልና ክንሽከሞ እንተኽኢልና ንኻልእ ዘብል ነገራት የብልናን እንተዘይክእልና ከዓ ምስ ሰባት ሸር ምግባር ሓይጣት ኣይኮነን ተኾነ ግን ምስ ውሑዳት ክኸውን ኣለዎ። ስለዚ ኩሉ ግዜ ሓሳባትና ምስ ውሑዳት ተኾይኑ ዓወትና ከኣ ብመንጽር እዩ ዝበርኽ እሞ ፕራይቨሲ ኢዝ ፓወር ምዃኑ ፈሊጥና ውልቃዊ ጉዕዞና ብጸጥታ ከነማእዝኖ ኣለና። የቐንየለይ።